ከመይ ውዒልኩም ሰላም ንዓኻትኩም ይኹን እግዚኣብሔር ሰናይ እዩ ጎይታ ድማ ህያው እዩ ብምቕፃል ቅድሚ ሕጂ ሸውዓተ ጠንቅታት ሓዳር ኢለ ብዛዕባ ሓዳርን ቤተሰብን ተዛሪበ ነይረ እሞ እተን ቀዳሞት ኣርባዕተ ካብተን ሸውዓተ ርኢናየን ነርና ኣብ ዝሓለፈ ግዜ ቁሩብ ተማሂርኩም ክትኮኑ ተስፋ ይገብር ተቐዳማይ ስርዓት ዘይምሕላው እዩ ተኻልኣይ ብቋንቋታት ብቋንቋ ዘይምርድዳእ እዩ ሳልሳይ ብስምዒት ዘይምርድዳእ እዩ ራብዓይ ብገንዘብ ዘይምርድዳእ እዩ ሓምሻይ ብስድራ ቤተሰብ ብስድራ ብቤተሰብ ዘይምርድዳእ እዩ፣ እቲ ሻድሻይ ብቆልዑ ዘይምርድዳእ እዩ፣ እቲ ሻውዓይ ድማ ንኣምላኽ ዘይምፍራህ ኢልና ነርና። እቶም ቀዳሞት ኣርባዕተ ኣብ ዝሓለፈ ግዜ ርኢናዮም ነርና። ሕጂ ድማ እቶም ሰለስተ ተረፉ ብስድራ ቤተሰብ ዘይምርድዳእ፣ ብቆልዑ ዘይምርድዳእ፣ ንኣምላኽ ዘይምፍራህ እዚ ከዓ እቶም ሰለስተ ናይ መወዳእታ ጠንቅታት ሓዳር እዮም ማለት እዩ። መን እዮም እቶም ጠንቅታት ሓዳር? ሸውዓተ። ስርዓት ዘይምሕላው፣ ብቋንቋ ዘይምርድዳእ፣ ብስምዒት ዘይምርድዳእ፣ ብገንዘብ ዘይምርድዳእ፣ ብስድራ ቤተሰብ ዘይምርድዳእ፣ ብቆልዑ ዘይምርድዳእ፣ ንኣምላኽ ዘይምፍራህ እዮም። እቶም ዳሕረዎት ሰለስተ ክንዘራረበሎም ኢና እሞ እግዚኣብሔር ክዛረበናን ክምህረናን ንጸሊ። ኣቦ የመስግነካ ኣለኹ እግዚኣብሔር ኣብ ቅድመይ ገረዮ ስለዚ ኣይከንደል ህፅን እየ ተባሂሉ ከም ተፃሕፈ ንስኻ ኣብ ቅድመና ስለ ዘለኻ ተመስገን ፍግም ኢልና ንሰግደልካ ክብሪ ከኣ ንህበካ ስለ ህያው ቃልካ ስለቲ በዚ ቅዱስ ቃልካ ድማ ኣብ ሓዳርን ኣብ ቤተሰብን እትገብሮ ዘለኻ ምቅናዕን ጽቡቕ ነገርን ክብሪ ይህበካ ኣለኹ ጎይታ ሕጂ ድማ እተን ተሪፈን ዘለዋና ካብቶም ብዙሕ ምኽንያታት እቶም ኣውራ ይኾኑ ኢልና ዝሓሰብናዮም ሸውዓተ ክንመሃር ከለና ንስኻ ክትዛረበናን ክትምህረና ንጽሊ ስለ ዝሰማዕካና ተመስገን ስለ ትምህረና ድማ ክብሪ ንህበካ ኣለና በቲ ቃል ድማ ብዙሕ ምቅናዕን ብዙሕ ጽቡቕን ስለ ዝኸውን ከኣ ሰይጣን ስለ ዝሓፍር ቤተሰብ ድማ ንዓኻ ባህ ዝብል ኮይኑ ስሙር እግዚኣብሔር ኣምላኽ ስድራቤት ስለ ተቀውም የመስግነካ ኣለኹ ክብሪ ይህበካ ኣለኹ ካብ ዘላኣለም ዘላኣለም ሽምካ ይባረኽ ብሽም የሱስ ኣሜን ሕራይ እግዚኣብሔር ይባርኩም እምበኣር እቶም ሰለስተ ተረፉ ብስድራ ቤተሰብ ዘይምርድዳእ ብቆልዑ ዘይምርድዳእ ንኣምላኽ ዘይምፍራሕ ቀፂለ ከቕርበልኩም እየ እግዚኣብሔር ይመስገን ብስድራ ብቤተሰብ ዘይምርድዳእ መቸም ሰብ ሓዳር ምስ ገበረ እቲ ኣብ ስድራ ቤቱ ዝነበረ ኩሉ ገዲፉ ሓድሽ ቤት ከቕውም ኣብ ዝጅምረሉ ግዜ ሓዳር ርእሱ ዝኸኣለ ቤት ትምህርቲ ምዃኑ ፍሉጥ እዩ ስለዚ ኣብዚ እዋን እዚ ሰብኣይ ኣቦኡን ኣዲኡን ይሓድግ ምስ ሰበይቱ ድማ ይጠብቕ ሓደ ስጋ ድማ ይኾኑ ዝበሎ ኣብ ዘፍጥረት ምዕራፍ ክልተ ቁፅሪ 24 ደጊሙ ድማ ኣብ ማቴዎስ 19 ኣብ ኤፌሶን ምዕራፍ ሓሙሽተ ደጊምዎ ኣሎ እሞ እሞ ብስድራ ቤት ብቤተሰብ ኣብ ሓዳር ዘይምርዳእ ክፍጠር ይከኣል ድዩ እወ ይከኣል ከመይ ገይሩ እዩ ዝከኣል እቲ ንስድራቤቱ ሓዲጉ ምስ ሰበይቱ ዝጸበቐ ሰብኣይ፣ ምስኣ ሓደ ስጋ ኰይኑ እዩ እሞ፣ ደጊም እቲ ምስ ወለዱ፣ ምስ ቤተሰቡ፣ ዘለዎ ርክብ ከምቲ ብዘይ ሰበይቱ ከሎ ብቐጥታ ከም ኣብ ልዕሊኡ ዝውንኑ ኰይኖም ሓዳሩ ብዝምልከት ከመሓድሩሉ ወይ ኣብኡ ጣልቃ ክኣትዉ ከፍቅድ ኣይግብኦን እዩ። እታ ሰበይቲ እውን ከምኡ። ንቤትካ ዝሃንጽ ዝጠቅም ሃናጺ ምኽርታት፣ ሃናጺ ዘረባታት፣ ማዕዳታት፣ ናይ ተመክሮ ልግስታት ክትቀባበል ትኽእል ኢኻ። ምክንያቱ ስድራ ቤትካ ዓሌትካ ኣዝማድካ ሓዳር ዝገበሩ፣ ሓዳር ዝመስረቱ ብተመክሮ ክበልጹኻ ስለ ዝኽእሉ ምኽሪ ክትሰምዕ ይከኣል እዩ። ሃናጺ፣ ጠቓሚ እዩ። ግን ክትሰምዕ ከለኻ ብጥንቃቐ ናብ ወገን ዘድሉ እቲ ሓደ ኣኽቢሩ እቲ ሓደ ዘናእስ እቲ ሓደ ኣናኢሱ እቲ ሓደ ዘኽብር ከም ንናቱ ከም ንናታ ከም ጌና ትውንኖ ከም ጌና ትውንና ገይሮም ዝዛረቡ ሰባት ቤተሰብ ኣዝማድ እንተልዮም ብጥንቃቐ ምስማዕ ከድሊ እዩ ኣይትስምዓዮም ኣይትቀበሎም ኣይኮንና ንብል ዘለና ግን ኣብ ሓዳርካ ጠንቂ ዘእቱ ምኽርታትን ስሉኽ ኢሉ ዝኣቱ ማዕዳ ዝመስል ግና ጎዳኢ ነገራትን ክንጥንቀቕ ይግባኣና እዩ ኣብ ሰበይትኻ ካብ ወገን ቤተሰብካን ስድራ ቤትካን ንምናኣስ ንምቅላል ዝመጽእ ቃላት ንስኻ ኢኻ ባዕልኻ ፈቲኻ ረዲኻ ተመሪዕኻያ እሞ ኣሕሊፍካ ኣይትሃብ ንስኹን ረዲኺ ፈቲኺ ዝተመርዓኽዮ ካብ ኮነ ኣሕሊፍኪ እናሰማዕኪ ንሓዳርኪ ኣይትበድሊ እቲ ኻብ መጀመርታ ዝፈጠረ ሰብኣይን ሰበይትን ገይሩ ፈጠሮም። ምእንቲ እዚ ሰብኣይ ነቦኡን ነዲኡን ይሓድግ፣ ምስ ሰበይቱ ኸኣ ይጣበቕ፣ ክልቲኦም ሓደ ስጋ ይዀኑ ኸም ዝበለዶ ኣየንበብኩምን? ደጊም ሓደ ስጋ እዮም እምበር፣ ክልተ ኣይኰኑን። ነቲ ኣምላኽ ዘጋጠሞ ሰብ ኣይፍለዮ ኢሉ ጐይታ። ስለዚ ኣብ ማቴዎስ ዓሰርተ ትሽዓተ ካብ ኣርባዕተ ስጋዕ ሽዱሽተ ዘሎ ኣንብብዎ እሞ እዚ ፈሊጥኩም ተጠንቀቑ፣ ኣስተውዕሉ ማለት እዩ። ምናልባት ክትሕግዝዎ ዘምጻኹሞ ኣዝማ ዘመድ ቤተሰብ ኣብ ገዛኹም ወይ ኣቦ ኣደ ዝጥውሮም ዝሕግዞም ስኢኖም ምሳኹም ክቕመጡ ከለዉ ብጥንቃቐ ብምስትውዓል ሓዳርኩም ሓሊኹም ኣታ ሰብኣይ ኣብ መንጎ ከይትቕርቀር ኣቲ ሰበይቲ ኣብ መንጎ ከይትቕርቀሪ ቀዳማይ ክትሰርዕዮ ዘለኪ ሰብኣይኪ ቀዳማይ ክትሰርዓ ዘለካ ሰበይትኻ ምክንያቱ ኣቦኻን ኣዴኻን ክትሕግዞምን ክጥውሮምን ኣቦኽን ኣዴኽን ክሕገዙን ክጥወሩን ኣገዳሲ እዩ ተተኻኢሉ ብማዕዶ ተዘይተኻኢሉ ከዓ ናይ ግዲ ኣብ መንጎኻ ክነብሩ እንተ ደኣ ኩነታት ዘገድድ ኮይኑ ሲ ሓዳርካ ኣብ ጥንቃቐ ምሕላው ናይ ጽምዋ ግዜ ድማ በይንኹም ከተሕልፉ ኣገዳሲ እዩ ንስድራ ነቶም ስድራ ቤተሰብ ከይትጎድዎም ድማ ኣብ መርገም ከይትኣትዉ ድማ እዚ ጥንቃቐ ዘድልዮ ኣእምሮ ዘድልዮ ጉዳይ ምዃኑ ይዛረብ ኣለኹ። እግዚኣብሔር ይመስገን። እቲ ካልኣይ ብቆልዑ ዘይምርድዳእ መበል ሻድሻይ ማለት እዩ ካብቲ ኣብ መስርዕ ኣቐሚጥናዮ ዘለና ኣብ ውላድ ዘለዎም ስድራ ቤት ሰብኣይ ምስ ሰበይቱ፣ ሰበይቲ ድማ ምስ ሰብኣያ ብምኽንያት ቆልዑ ምግጫው ይፍጠር እዩ። ብፍላይ ኣብ ደቅኹም ሌላን ጉሌላን ትገብሩ እንተኾይንኩም እዚ ጌጋ እዩ ኩሎም ደቅና ደቅና እዮም እቲ ሓደ ንፉዕ እቲ ሓደ ሕማቕ ክኸውን ይኽእል እዩ። እቲ ሓደ ዝእዘዝ እቲ ሓደ ዘይእዘዝ ክኸውን ይኽእል እዩ። ግን እቲ ዘይእዘዝ ብማዕዳዲ ብምኽሪ ናብ ምእዛዝ ከነምፅኦ እምበር ሌላን ጉሌላን እናገበርና ኣብ ንሓድሕድና ምግጫው ዝፈጥር ነገር ከይንገብር ክንጥንቀቕ ይግባኣና እዩ ንሓድሕዶም ድማ ከይነጋጭዎም ይግባእ እዩ። እዚ ኣብ ዘፍጥረት ዕስራን ሓሙሽተን ካብ ዕስራን ሸውዓተን ክሳዕ ዕስራን ሸሞንተን ዘሎ ኣንብብዎ እሞ ክትግረሙ ኢኹም። እንታይ ኣሎ ብኡ ሲ ኣብ እንዳ ይስሐቅ ኣብ እንዳ ርብቃ ማንታ ቆልዑ ከም ዝወለደት መጽሓፍ ቅዱስ ይዛረብ እዩ። መቸም ኣብ ዘፍጥረት መጽሓፍ መጀመርታ እዩ ዘፍጥረት እሞ እግዚኣብሔር ብምስጢር እዞም ቆልዑ እዚኦም ንምኽሩ ከም ዝመደቦም ኣብኡ ተዛሪቡ ኣሎ ሓዳር ብዝምልከት ክዛረብ ብዛዕባኦም እንተኾይነ ግን እንታይ እየ ዝብል ዘለኹ ሃድን ስጋ ሃድን ይፈቱ ስለ ዝነበረ ኢሳቅሲ ንኤሳው ሓለፋ ያዕቆብ ክፈትዎ ከሎ ንርኢ ርብቃ ድማ ህዱእ ሰብኣይ ኮይኑ ኣብ ቤት ዝውዕል ስለ ዝነበረ ያዕቆብ ንዕኡ ትፈቱ ነይራ እሞ ብምኽንያቶም ደቆም ኣብ ንሓድሕዶም ምፍልላይ ክፈጥሩ ሲ እዚ ፅቡቕ ዶ ኣነ ይብላ ኣለኹ ኣምላኻዊ ምኽሪ እኳ እንተሎ እቲ ጉዳይ ብዛዕባ ሓዳር ኣመልኪትና ግን ኣብ ደቅና ከም ዝኣመሰለ ምፍልላይ እንተጌርና ንጋገ ኣለና ማለት እዩ ንስኺ ንስኻ ኣብ ደቅኹም ኣመለኻኽታኹም ፅቡቅ ክኸውን ይግባእ እሞ ኣብ ሓዳር ንኣብነት ኣብ ቆልዑ ዘለዎም እንተ ዝዛረብ ኣልየ ኮይነ እሞ ትሰምዑኒ ኣለኹም ኮንኩምሲ ንሕና ኣብ ደቅና እቲ ሓደ ብትምህርቱ ንፉዕ ኮይኑ እቲ ሓደ ድማ ኣብ ካልእ ንፉዕ ክኸውን ይኽእል እዩ ግን ብትምህርቲ ንፉዕ ብዘይ ምንባሩ ነቲ ሓደ ኣብ ቅድሚ እቲ ሓደ ሓለፋ እቲ ብዙሕ ናእዳን ቅርበትን ስለ ዝገበርናሉሲ ነቲ ሓደ ፍቕርና ከም ዘጉደልናሉ ኮይኑ ክሳዕ ዝስምዖ ዝገበርናሉ ሰዓት ይዝከረኒ ስለዚ እዚ ጎዳእ ምዃኑ ትፈልጡ ፅቡቕ እዩ ንደቅኹም ድማ ካብ እንጌራ ምብላዕን ክዳን ምኽዳን ንላዕሊ ሲ እዚ ንስጋኦም ዘድሊ እምበር ንነብሶም ከይሃነፅኩም እትገብርዎ ዘበለ ኩሉ ማዕዳ የድልየኩም እንታይ እዩ ማለተየ ኣብ ነፍሲሲ ኣብቲ ነብሶም ምስኦም ዝቕመጥ ዝነብር ንእግዚኣብሔር ምፍራህ ተግሳጽ በዓል ኣምላኽ ሓቂ ጽድቂ ፍርዲ ፍትሒ ከነሪኦም ይግባኣና እዚ እንተጌርካ ከምዚ ክስዕበካ እዩ እዚ እንተዘይጌርካ በዚ በዚ መንገዲ እዚ ተኸይድካ ከምዚ ክገጥመካ ኢልና እቲ ንዳሕራይ ክስዕቦም ዘለዎ ሳዕቤን ናይቲ ዝገብርዎ ንመጻኢ ኣብ ህይወቶም ዘምጽኦ ክንምህሮምን ከነፍልጦምን ይግባኣና እዩ ኣብ ዘፍጥረት ዓሰርተ ሸሞንተ ካብ ዓሰርተ ሸውዓተ ክሳብ ዓሰርተ ትሽዓተ እግዚኣብሔር ንኣብርሃም እቲ ዝበሎ ትንቢት ክፍጽመሉ እንተ ደኣ ኮይኑ ሲ ናብ ዓሌት እዩ ከ ከብጽሖ ብዓሌቱ ቢሉ እዩ ክባርኾም ኣብርሃም እሞ ዓሌቱ ክባረኹ እንተ ደኣ ኮይኖምሲ ኣብርሃም ገና ኣብ ደቁ ከብጽሖ ዘለዎ ክሕልፎ ዘለዎ ነገራት ክምዕዶ ከሎ ኢና ኣብኡ ነንብብ እምበኣር እቲ እወ እወ እቲ ኣይኮነን ኣይኮነን ኢልና ክንምህሮም ይግብኣና እዩ ኣብዞም ፀዓዱ እንታይ ፅቡቅ ኣሎ ፅቡቅ ትርኢ እወ እንተኢሎም እወ ኣይኮነን እንተኢሎም ኣይኮነን ኣይገብሮን እየ እንተኢሎሞሲ በኺዩ ጨዲሩ ምድሪ ፃሕቲሩ ኢሎምሲ ግዒሩ ኢሎምሲ ሓሳቦም ኣይልውጥን እዮም ንሕና ሓሳብና ኔውነጀው ከም ንፋስ ዝልወጥ እንተደኣ ኮይኖም ሪኦምና ይፈልጥዎ እቲ ኣገባብና እሞ እምበኣር ካብዚ ብዝገድድ እንተ በኽየ እምበኣር ከምፃእ እናበሉ ኣብታ ቀዳመይቲ ብኽያት እንተ ኣቢኻዮም ኣብታ ኣበርትዕ ኣቢሎም ዝበኸዩላ ሰዓት ከይበኪ ኢልካ እትገብሮ እንተ ኮንካሲ ካብኡ ብዝገድድ ዳሕራይ ድማ ክቐርቡኻ እዮም እሞ ንስኻ ድማ ተገዲድካ ክትገብሮ ኢኻ ማለት እዩ ኣሕዋተይ ቃል ቁም ነገር ከም ዘለዎ ንምሃሮም እዎ ማለት እዎ እዩ ኣይኮነን ማለት ኣይኮነን እዚ ክንምህሮም ቅድም ይምዕድ ኣለኹ ግን ኣብ መንጎ ሓዳር ግጭት የምፅኡ ድዮም እንተልና እቲ ሓደ ከገንሕ ከሎ እቲ ሓደ ከቃባጥርን ክሕለቕን እዚ ትኽክል ኣይኮነን ብፍላይ ምግናሕን መቕፃዕን ናይ ኣቦ ግደይ ስለዚ ኣብቲ ንቆልዑ ብዝምልከት ክትምዕዱ ክትገንሑ ከለኹምሲ ተሰማምዑ እምበር እቲ ሓደ ነቲ ሓደ ከየሕንቅቆ ወይ ድማ ከይሕለቐሉሲ ክንጥንቀቕ ይግብኣና እዩ ከይሽድኑ ምእንቲ በዚ ምኽንያት'ዚ ኣብ ቆልዑ እንተድኣ ኣይትህረመለይ ኣይተቕጽዓለይ እናተባሃልና ንጋጮ ኮይና ብምኽንያት ቆልዑ እውን ኣብ ንሓድሕድና ባእሲ ክፍጠር ዝከኣል እዩ እሞ ኣስተውዒልኩምሉ ክትኮኑ ተስፋ ይገብር። ስምዑ ድቓላ እዩ ዘይቅናሕ ዘይቅጻዕ ዘይግናሕ እምበር ውሉድ ይቕጻዕን ይግናሕን እዩ እሞ ብናይ ተግሳጽ ጎይታ ኣዕብይዎም ክትምዕድዎምን ክትመኽርዎምን ከለኹም ድማ ይብል ኣለኹ፣ መንፈስ ኣለዎም፣ ነፍሲ ኣለዎም፣ ስጋ ኣለዎም፣ ከም ኣድጊ ብበትሪ ብስላዕ ብጽፍዒት ኣይኮናን ኩሉ ግዜ ከነርድኦም ዘለና፣ ኣድጊ ጥራይ ኸምኡ ሰብ እዮም እሞ መንፈስ ኣለዎም፣ ዘስተውዕል ኣእምሮ ኣለዎም እሞ ህድእ ኢልና ኮፍ ኣቢልና ክንመኽሮም፣ ደጊምና ክንዛረቦም፣ ወሲኽና ከነረድኦም ንለማመድ። ብፍላይ ኣብቲ እምሮ ዝሰኽዕሉ፣ ክርድኡ ኣብ ዝኽእሉ፣ ክሰምዕሉ ኣብ ዝኽእሉ ግዜ ምስ በጽሑ። ብድሕሪኡ እንተዘይሰምዑ ብመሰል ንምጻእ እዩ። መሰል ልኽላእ እዩ። እቲ ሓደ መሰሉ ክረክብ ከሎ እቲ ሓደ ግን እቲ ሓደ ዝረኸቦ መሰል ብምስኣኑ በዚ ከም ተቐጽዐ ንርእዮ። ወይ ድማ ካብቲ ናይ ፍቕሪ መኣዲ ንፈልዮ። እንታይ ከም ዝገበረ ድማ ንንገሮ። እዚ ዝገበርኩኻ ከምዚ ዝበልኩኻ ተረዲኡካዶ? በየናይ ምኽንያት ከም ዝኾነ ኢልና ንለብሞ። እዚ ኩሉ ምስ ገበርና ምዒድና መሰል ከሊእና ምስማዕ እንተ ኣበየ ግና መግረፍቲ ናይ ግዲድ ማለት እዩ። ምሳሌ ዕስራን ክልተን እንተንቢብኩሞ ንቆልዓታ ዝኸደላ መንገዲ ርዮ ድሓር ምስ ኣረገ ካብ ኣይከግልስን እዩ ኣርእዮ እዩ ዝብል ዘሎ ህይወትና ነርእዮም ክንጽሊ ኮለና ክንሳሕ ኮለና ንሓድና ክንፋቐር ኮለና በዚ ምኽንያት እዚ እቲ ኣባና ጽቡቕናን ክፉእናን ክሪኡ ከለዉ ዝሓለፍናዮ ህይወት ድማ ከነሪኦም ከለና ከምዚ ገይረ ጽቡቕ ኣይረኸብኩን እዚ ከዓ ገይረ ጽቡቕ ረኺበ እናበልና ብኩሉ ህይወትና ከዓ ንርእዮ ንቆልዓታ ዝኸዘላ መንገዲ ርእዮ ንቆልዓ ሸበጥ ብሸበጥ ተገረፍካ ኣይመውትን እሞ ንመቕፅዕኡ ድሕር ኣይትበል ካብለ ናብኡ ኣብቲ ምሳሌ ዕስራን ክልተ እግዚኣብሔር ተመስገን ይኹን እምበኣር ቆልዑ ብዝምልከት ብብዙሕ መንገዲ ኣብ ንሓድሕድና ግጭት ዝፈጥር ነገር ከይመፅእ ብኩሉ ወገን ጥንቁቓት ክንከውን ይምዕድ ኣለኹ ምሕቃቕ ንቆልዓ የባላሹ ምዃኑ ድማ ይሕብር ኣለኹ። እግዚኣብሔር ተመስገነ ይኹን። ደቅና ድማ ምስ መን ከም ዝውዕሉ እንታይ ከም ዝመሃሩ ክንከታተሎም ኣገዳሲ እዩ። ካብ ኣቦ ዝጎደለ ኣደ ትመልኣዮ ካብ ኣደ ዝጎደለ ድማ ኣቦ ይመልኣዮ ኣብ መጨረሽታ ዝዛረበሉ እሞ ኣዝዩ ኣገዳሲ ነጥቢ ግና ንኣምላኽ ዘይምፍራህ እዩ ኣብ ሓዳርና ጠንቂ ምኽንያት ዝኸውን። ትፈልጡ ዲኹም ንኣምላኽ ዘይምፍራህ ኣብ ዘመንዚ እናገደደ ይኸይድ ኣሎ። ሰብ ካብ ቃል ኣምላኽን ካብ ኣምላኽ እናረሓቐ ይኸይድ ኣሎ። እንታይ እዩ? ኪዳን ይጠልም፣ እምነት ዘይብሉ ይኸውን። ግልፅነትን ንፅህናን እናጉደለ ይኸይድ ኣሎ። ትራንስፓሬንሲ እንድ ኢንተግሪቲ ብእንግሊዝኛ፣ ገርህነት፣ ሓቅነት፣ ቅንዕና እዚ ኣብ ሓዳር ኣገዳሲ እዩ። ፈልጡ ዲኹም ኪዳንን እምነትን ብሓንሳእ ከም ዝኾነ ኪዳን ክንኣቱ ከለናስ እንታይ ኢና ኢልና ሰብኣይ ንሰበይትኡ ከምዚ እዩ ክብላ ዘለዉ እቲ ሓቀኛ ኪዳን እዚ እዩ ኣነ ሎሚ ንዓኺ ሕጋዊት ሰበይቲ ኪዳነይ ክትኮንኒ ኣብ ቅድሚ እቲ ህያው ኣምላኽን ኣብ ቅድሚ እዞም መሰኻኽር ኣሕዋተይን እወስደኪ ኣለኹ ብህይወት ክሳዕ ዘለኹ ኣብ ግዜ ርካብ ይኹን ሰኣን ኣብ ግዜ ሓጎስ ይኹን ሓዘን ኣብ ግዜ ጥዕና ይኹን ሕማም ኩሉ ሓዲገ ከፍቅረክን እሙን በዓል ቤት ኮይነ ኣብ ጎንኺ ደው ክብልን ኪዳን እኣቱ ኣለኹ ኢሉ። ኣብ ቅድሚ እግዚኣብሔርን ኣብ ቅድሚ ወለድን ኣብ ቅድሚ ኣሕዋትን ሰበይቲ ድማ ከምኡ ንሰብኣይ ኣነ ሎሚ ንዓኻ ሕጋዊ ሰብኣይ ኪዳነይ ክትኮነኒ ኣብ ቅድሚ እቲ ህያው ኣምላኽን ኣብ ቅድሚ እዞም መሰኻኽር ወለድን ኣሕዋትን ቃል እኣቱ ኣለኹ፣ ብህይወት ክሳዕ ዘለኹ፣ ኣብ ግዜ ርካብ ይኹን ሰኣን፣ ኣብ ግዜ ሓጎስ ይኹን ሓዘን፣ ኣብ ግዜ ጥዕና ይኹን ሕማም፣ ኩሉ ሓዲገ ከፍቅረካን ክእዘዘካን፣ እምንቲ በዓልቲ ቤት ኮይነ ኣብ ጎድንኻ ደው ክብልን ኪዳን እኣቱ ኣለኹ። ኢልና ዝኣቶናዮ ቃል ማሕላ ረሲዕና ብኹነታት ተወሲድና ኣይንጣላለን። እዚ ኣብ ሓዳርና ጠንቂ ከም ዘምጽእ ንፍለጥ፣ ኪዳን ዘይምሕላው ንኣምላኽ ዘይምፍራህ። ብንስሓ ንሓድሶ እንተ ደኣ ኣጉዲልናዮ ኣሊና። ኪዳን ኣብ ቅድሚ ኣምላኽ ኣዝዩ ክቡር እዩ፣ ጽኑዕ ከኣ እዩ። እቲ ዝኣተኻዮ ቃል ከም እቲ ዝኣተናዮ ቃል ቅድም ኣሳሪ እዩ፣ ደሓር ከኣ ነባሪ እዩ። እግዚኣብሔር ተመስገን እዩ። እምበኣር ክብሪ ኪዳን ክንፈልጥ እንተ ደኣ ኮይንና ኣብ መጽሓፍ ቅዱስ መውስቦ ኣብ ኩሉ ክቡር እቲ መደቀስ ኣሚን ከዓ ዘይረኸሰ ይኹን እዩ እምበኣር ነመንዝራታትን ንዘመውትን ኣምላኽ ክፈርዶም እዩ እሞ ንሱ ባዕሉ ኣይክሓድገካን ዕሽሽ እውን ከቶ ይቅብለካን እዩ ብገንዘብ ምክንያት ገለ ሓፂሩ ኢልካ ምክንያት ንሰበይቲ ኪዳንካን ንሰብኣይ ኪዳንክን ኣይትጥለም እዩ ኣይሓድገናን ዕሽሽ እውን ከቶ ይብለናን እግዚኣብሔር ስለዚ ንብረትኩም ዘይፍቅር ገንዘብ ይኹን በት ዘለኩም ዕገቡ ካልእ ነታ ሰበይቲ ኪዳንካ ኣይትፍታሕ ኢሉ መንፈስካ ሓሉ ኢሉ ነታ ሰበይቲ ንእስነትካ ከዓ ኣይትጥለም ኢሉ ምፍታሕን ንኪዳኑ ንኽዳኑ ብዓመፅ ዝኸድኖን እጸልእ ኣለኹ ይብል እግዚኣብሔር ኣምላኽ እስራኤል። ስለዚ ከይትጠልሙ መንፈስኩም ሓልው ይብል እግዚኣብሔር ጎይታ ሰራዊት። መንፈስና ይተሓሎ ኪዳንና ብምሕላው ሚልኪያስ ምዕራፍ 2 ካብ 3 ክሳዕ 16 ክብሪ ናይ ቃል ኣምላኽ ክብሪ ናይ ቃል ኪዳን ሓደ እዩ። ክብሪ ቃል ኣብ መጽሓፍ ቅዱስ ከምዚ ይብል ብሃንደበት እተቐደሰ ኢልካ ድሕሪ መብጽዓ እንተ ደኣ ትምርምር ኮንካ ንሰብ መፈጠራ እዩ ስለዚ ብሃንደበት ቃል ኣይተውፅእ ቀስ በል ቅድም መርምር ኪዳን ክትኣቶ ከለኻ ሲ ስዒልካ ዝዝረብ ንሽዑ ኢልካ ድሓር ጠልሞ ጉዳይ ኣይኮነን እንታይ ኢሉ ብዘዳግም ዕስራን ሰለስተን ዕስራን ሰለስተን እቲ ኻብ ከናፍር ዝወጸ ከምቲ ንእግዚኣብሔር ኣምላኽካ ብፍቓድካ እተማባጻዕካዮ ኣፍካ እተዛረቦ ሓልዎ ግበሮ ኸኣ ኢሉ መብጽዓ ኪዳን ኣቲኻ ክትሕልዎ ኣለካ ቃል እግዚኣብሔር ኣብ ድንኳንካ ወእግዚኣብሔር ኢሉ ኣብ ድንኳንካ ዝሓድር መን እዩ ኣብቲ ኸረን ቅድስናኻ ዝነብር ከመን ኢሉ እቲ ብቕንዕና ዝመላለስ ጽድቂ ዝገብር ብልሳኑ ሓቂ ዝዛረብ ምስ በለ እንታይ ኢሉ ዝጎልኦ እኳ እንተኾነ ኢሉ ነቲ ዝመሓለሉ ዘይልውጦ ነቲ ኪዳን ዝኣተዎ ዘይልውጦ ስለዚ ኪዳን ክቡር እዩ ኪዳን ከኣ ጽኑዕ እዩ፣ ኪዳን ከኣ ነባሪ እዩ። ኪዳን ኣይጥለምን እዩ፣ ኪዳን ኣይልወጥን እዩ፣ ኪዳን ከኣ ኣይሰዓርን እዩ። ኣነ ግና ብዘረባኻ ኢኻ ትጸደቕ ብዘረባኻ ኢኻ ትኹነን ኢሉ ኣሎ ስለዚ ዘይጠቅም ኩሉ ንዛረቦ ቃል ኣብ መዓልቲ ፍርዲ ጸብጻብ ስለ እንህበሉ በዚ ዝኣተና ኪዳን እውን ጸብጻብ ክንህብ ኢና ስለዚ ኣብ ንሓድሕድና እምነት ይሃልወና፣ እሙናት ንኹን፣ እቲ መደቀስ ኣሚን ዘይረኸሰ ይኹን፣ ኪዳንና ንሓሉ፣ ንፍራህ ንኣምላኽ፣ ተዛረብናዮ ቅድሚ ኣምላኽ እሙን ቃል ጌርና ንሓዞ። ግልጽነትን ንጽህናን ዘይምህላው ጥራዮም ነበሩ፣ ነገር ግን ኣይሓንኩን ነበሩ ኢሉ። ስለዚ ካብታ ሰብኣይ ንሰበይቲ ሰበይቲ ከዓ ንሰብኣይ ዝወሰዳ መዓልቲ ጥራይኩም ዝኾንኩምላ መዓልቲ ንሓድትኩም ርእስኹም እተወሃሃብኩምላ መዓልቲ ጀሚርኩም ሕቡእ ነገር ክህልወኩም ኣምላኽ ኣይፈቅድን ብግልፂ ተመላለሱ ንፁራት ኩኑ ሰበይቲ ንሰብኣይ ንፅር ኹኒ ሰብኣይ ከዓ ንሰበይቱ ንፁር ይኹን ኣብ ኣካይዳና ኣብ ህይወትና ኣብ ናብራና ኣብ ሓዳርና ንጹርነት እንተዘይብልና ካብ ዝኸፍእ የለን ንጽህና ማለት ቅንዕና ማለት ብድሕሪ ሰብን ቅድሚ ሰብን ናብራኻ ሓደ ክትገብሮ ከለኻ እዩ እምበኣር በዚ ምክንያት እዚ ሓቅን ቅንዕናን እምንነትን እንተ ደኣ ጎዲሉ ኣሎ ኣብ ገዛና፣ ሰይጣን ናብ ቤትና ከም ዘእቶና ፈሊጥና፣ ሎሚ ንስጎጎ፣ ንእግዚኣብሄር ንገዝኣዮ፣ ንኣምላኽ ንፍርሃዮ፣ ድሕሪ ሕጂ ከም ቃለይ ክነብር እየ ንበል፣ ብጽድቂ ክመላለስ እየ ኢልና ንወስን፣ ሽዑ ሰይጣን ካብ ቤትና ክርሕቕ እዩ። ንሓሶት ንየው በልዎ፣ ኣካል ሓደ ዲና እሞ ነፍሲ ወከፍ ምስ ብጻዩ ሓቂ ተዛረቡ፣ ንድያብሎስ ስፍራ ኣይትሃብዎ፣ ታዕታዕን ኩራን ጸርፍን ካባና ነርሕቆ፣ ይቕረ ንበሃሃል፣ ንሰይጣን ድማ ንስጎጎ፣ ጐይታ ምሳና ኮይኑ ድማ ክሕግዘና እዩ፣ ሓዳርና ድማ ጽቡቕ ክኸውን እዩ። ክብሪ ኪዳን ንሓሉ፣ ክብሪ ቃል ኪዳን ንሓሉ። ብንጽህና ንመላለስ፣ ቅንዕና ንግበር፣ እግዚኣብሔር ዝተመስገን ይኹን። እምበኣር ኣብ ኤፌሶን ኣንቢበ ዝተዛረብክዎ ቃል ኣብ ያዕቆብ ድማ ኣንቢበ ክውድእ እየ። ኣብ ኤፌሶን ከም ዝበልኩኹም ስለዚ ኸዓ ንሓሶት ኔው በልዎ፣ እቲ ቀደም እተመላለስኩምሉ ትምኒት ኣይትግበሩ። ነፍሲ ወከፍ ምስ ብጻዩ ሓቂ ተዛረቡ። ኮርዩ ሓጢኣት ግን ኣይትግበሩ፣ ኣብቲ ኹራኹም ጸሓይ ኣይትዓረብኩ። ነፍሲ ወከፍ ምስ ብጻዩ ሓቂ ተዛረቡ፣ በጃኻትኩም ሓቂ ንፍቶ። ኣብ ያዕቆብ ድማ እንታይ ኢሉ? ንኣምላኽ ቅረብዎ፣ ንሱ ድማ ክቐርበኩም። ልብኹም ኣንጽሁ፣ ኣእዳውኩም ኣጽርዩ። ተነስሑ፣ ጐይታ ተገዝእዎ፣ ጸጋ ኽህበኩም እዩ፣ ንሱ ምሳኻትኩም ኰይኑ ድማ ከስዕረኩምን ከዓውተኩምን እዩ። ሓቢርኩም ብሓንሳእ ጸልዩ። እዚ ዝተመሃርናዮ ሸውዓቲኡ ነጥቢ ጠንቅታት ካብ ማእከልና ነርሕቆ። ሸውዓቲኡ ሎሚ መወዳእታ ገይረሉ ኣለኹ። ኣምላኽ ይባርኩም። ደሓን ሕደሩ።